ኣብ ኣድማስ ቀይሕ ባሕሪ ዝተዘርግሐት ጸሓይ ኩሎም መሓውራታ ዘርጊሓ ሰብ ንምምካኽ ዝዓጠቐት ክትመስል መራርያ ጩራታት ብርሃና ናብ ቆርበትካ ምስ ወርወረቶም መትንታትካ ተኸፊቶም ረሃጽ ታህታህ ከም ትብል እዮም ዝገብሩ። ንደቓይቕ ቆይምካ ነጸብራቕ ኣብ ባሕሪ ምስ ተመልከትካዮም ምስሊ ፈጢሮም ምስልኻ ይጸውዩልካ። ምስ ሃሩር እናተቓለስካ ወግዒ ምስ ባሕሪ ትጸምድ። ባሕርን ታሪኽን ፊተፊት ቆይሞም መንነትካ የጉህዱልካ ኤርትራዊ መንነት እቲ ባሕሪ ባሕሪ ኤርትራ በትር ሙሴ ዝዓለቦ ጸሓይ ሓቅን ፍትሕን ብደቁ ዘብረቀ ምስሊ ህላውነት ብደቁ ደቂ ህዝቢ ዘውሓሰ ቀይሕ ባሕሪ ምስ ቀይሕ ባሕሪ ፊተፊት ምስ ተጠማመትካ ስፍሓት የዒንትኻን ዕግበት ይጸባኻ መላእ ኣካልካ ዓይኒ ክኾነልካ ዝምነ። ወንጀርጀር ዝብሉ ዓሳታት ንህያው ዓለም የግህዱልካ። ዝሓየለ ክሰርር ኣብ ዝገብርዎ ቃልሲ እቲ ንሓያል ስዒሩ ወናኒ ባሕሪ ዝኾነ ህዝቢ ናብርኡ ናብራ ዓሳ ከም ዘይኮነ ብምንቅስቓሶም የዘኻኽሩኻ። ቀይሕ ባሕሪ ቤት መዘክር ታሪኽ እዩ። ሰፊሕ ቤት መዘክር። ንቀይሕ ባሕሪ ማይ ጥራዩ ምስ ትብል ግን ንሓቂ ክሒድካ ናይ ሓሶት ቤት ሃኒጽካ ኣለኻ። ቀይሕ ባሕሪ ደም እውን እዩ ንሓርነት ዝተኸፍለ ደም። ኣብ መንጎ ምህላውን ዘይምህላውን ዝተቐርቀረ ሰብ ህላውንኡ ከውሕስ መንነቱ ብደሚቕ ደም ቀለም ክጽሕፍ ነቒሉ ኣብ ድቕድቕ ጸላም ብርሃን ንምፍጣር ነቲ ጸግዒ ዝሓንገደቶ ዓለም ጸግዑ ነብሱ ባዕሉ ምዃኑ ከርእያ ንሓቂ ዝጋረደ እምባ ሓሶት ኣፍሪሱ በሪኽ ናይ ህላወ ክውንነት ክፈጥር ድምጺ ህዝቢ ዓጽዩ መቓልሕ ድምጹ ክጽወ ዝብህግ ሓይሊ ክሰናበት ባሕሪ ተተርኢሱ። እወ ኣብዚ ኤርትራዊ ባሕሪ። ናይ ህይወት ማዕጾ ባዕልኻ እምበር ማንም ዝኸፍተልካ የለን ብምባል ነታ ሓያል እትኣምን ዓለም ሓዪሉ ክስዕራ ባሕሪ ህዝቡን ቀይሕ ባሕሩን ተኣማሚኑ ጉዕዞ ጀሚሩ። ኤርትራዊ ጉዕዞ። ነቲ ደም እናፈሰሰ ጸጥ ዝበለ ሰማይ ኣብ ኣዳል ናይ ሓርነት ደሃይ ብምትኳስ ተርቢዕዎ። ብቓልሱ ንዓለም ናይ ተስፋ ህዝቢ ምዃኑ ሓቢርዋ። ባህጉ ኾሊፋ ብቓንዝኡ ክትዋዘን ዝሓሰበት ዓለም ነብሰይ ይኽእል'የ ኢልዋ። ከምቲ ካብ ባሕሩ ዝተማህሮ፣ ከምቲ ልዕሊ ደበናታት ዝቖመት ከተምኡ እትጸውዮ ዘይከኣል የለን ኢሉ። እቲ ባሕሪ ኤርትራዊ ባሕሪ ኣፍ ደገ ኩሉ'ዩ፣ ኣፍ ደገ መድረኽ ፍጹም ተኽእሎታት። ባሕሪ ኤርትራ ምብራቕ ጸሓይ፣ ብስራት ዘርኢ ሰብ ብምዃኑ ሕልፊ ካልኦት ትሕዞ ዝሓቖፈ'ዩ። ኣብ ናይ ሰብ ዛንታ ናይ መሰረት ስፍራ ብምዃኑ ዓሸራ ቀጻልነት ዝወቐረ ህላውነት ዘረጋገጸ መበገሲ ኣእላፍ ታሪኻት'ዩ። ባሕሪ ኤርትራ ፍቕሪ ምዃኑ ናይ ምንባር ሕመረቱ ንምርኣይ ነቶም ቤቶም ዝፈንፈኖም ሰብ ማዕዶ ዘይድፈር መዕቆቢ ኮይኑዎም። ዓለም ከም ኣፍ ዑንቂ ክትጸቦም ባሕሪ ኤርትራ ኣድማስ ምንባር ኮይኑሎም። ንሳቶም ጫፍ ሰብኣውነት ንዘርኣይሉ ስፍራ ዘይሃስስ ሕላገት ብምቕማጥ ባሕሪ ኤርትራ ናይ እምነት ኣልፋ ብምባል ሓወልቲ ኣቚሞምሉ። ኣብዛ ዓለም ንዓይ ንዓይ ብዙሓት ነዚ ባሕርን ኣንፈቱን፣ ባሕርን ቅርሱን፣ ባሕርን ትሕዝትኡን፣ ባሕርን ዛንትኡን ክወስዱ ተመንዮም። ትምኒት መበገሲ ተግባር ብምዃኑ ብተግባር ተንቀሳቒሶም። ደቂ ባሕሪ ግን ኣይፋል ጨሪሖም። ኣይፋል ባህልናን ባሕርናን ንዝወስድ፣ ኣይፋል ንባህግናን ታሪኽናን ረጊጹ ክብርኽ ንዝፍትን ኣድሚጾም። ክብሪ ክብሪ ሸጥካ ዘይኮነ ክቡር ዋጋ ከፊልካ ከም ዝረጋገጽ ንዓለም ምሂሮም ነቲ ማይ ባሕሪ ደም ከፊሎም። ባሕሪ ኤርትራ ምልክት ናይ ዘይተንበርካኽነት እውን እዩ። ድምጺ ህዝቡ ክዕፍን ዝኽእል ሓይሊ ከም ዘየለ ንዓለም ዝሓበረ ስፍራ። ቋሕ ኢልካ ሰማይ ድንን ኢልካ ማይ ኣብ እትርእየሉ ማእከል ባሕሪ ዝተዳጎኑ ደቂ ህዝቢ ምስ ባሕሪ ዝተረዳድኡ ክመስሉ ኣብ ዓለም ንኣእጋርናን ኣእዳውናን ዝኣስር ምቑሕ እምበር ንባህግናን ባሕርናን ምቑሕ የለን ብምባል ካብ ማእከል ባሕሪ ድምጺ ሓርነት ጨሪሖም። ንህዝቦምን ባሕሮምን ድማ ናይ ናጽነት ተስፋ ዘርጊሖም። እዚ ባሕሪ ባሕሪ ኤርትራ ስጋ ሰብ በሊዑ ዝሃጠረ ባሕሪ እዩ። ኣብ ከርሱ ኣእላፍ ደቂ ህዝቢ ሓቒፉ እዩ ዝርከብ። እዚ ባሕሪ ብዙሕ ሕልምታት ቀቢሩ ናይ ሓባር ሕልሚ ፈጢሩ። ቀትሪ ምስታ መራር ጸሓይ፣ ምሸት ምስታ ብኸዋኽብቲ ዝተዓጀበት ደማቕ ወርሒ ተሰኒኻ ምስዚ ባሕሪ ወግዒ ኣብ እትጸምደሉ፣ ሕሉፍ እናዘኻኸረ መጻኢ ዘእንፍት፣ ታሪኽ ምህላውን ዘይምህላውን፣ ታሪኽ ምውናንን ምምንዛዕን፣ ታሪኽ ምልክን እምበኝነትን ይጸውየልካ። ልዕሊ ኹሉ ግን እቶም ንሓፋሽ ዓወት ተመንዮም ኣብ ከርሱ ዝተደቕደቑ ጎሊሖም ይረኣዩኻ። እቲ ማያዊ ሕብሩ ካብ ኣካል ሰብ ደም እናተጨንጉዐ ከም ዝደመቐ በርሃው ኢሉ ይገሃደልካ ኣብቲ ባሕሪ፣ ባሕሪ ኤርትራ።